ማለት ደረጃን ዕብየትን ናይ ሰላት ኣብ እስልምና ማዕረ ክንደይ እዩ? ደረጃ ናይ ሰላት ዕብየት ናይ ሰላት ኣብ እስልምና ዓቢ እዩ። ከምኡ ስለ ዝኾነ እዩ ድማ ነብዩና ሙሓመድ ዓለይሂ ሰላቱ ወሰላም ካብ ተግባራት ደቂ ሰባት መጀመርያ ጸብጻብ ዝግበረሎም ሰላት እዩ ኢሎም። ሰላት እምበኣረይ ክንድዚ ዝኣክል ደረጃን ዕብየትን እንተድኣ ኣለዎ ኮይኑ ኣብ ሰላት ዘለና ኣፍልጦን ብሰላት ዘለና ለበዋን እንዳሰፍሐን እንዳዓበየን ክኸይድ ኣለዎ ማለት እዩ። ከምቲ ኣቐዲምና ዝገለጽናዮ ሰላት መቕፊራ ናይ ዙኑብ ምዃኑ ዘንብኻ ዝቕፈረልካ ብሰላት እዩ። ሰላት እንተድኣ ዝሰግድ ኮይኑ እውን ሓደ ሰብ ኩላ ግዜ ካብ ሸይጣን ሕልው እዩ ዝኸውን ማለት እዩ። ካብ እከይ ተግባራት ካብ ሕማቕ መንገዲ እውን ሕልው ይኸውን ሓደ ሰብ እንተ ሰላት ዝሰግድ እንተ ኮይኑ ማለት እዩ እዚ ሰላት እዚ ደረጅኡን ዕብየቱን ዓብይ ስለ ዝኾነ ኩሎም ኣንቢያ ዝሓለፍዎ ዝሓለፉ እውን በዚ ሰላት እዚ ወስያ ይህቡ ነይሮም ማለት እዮም በል ኣላሁ ዘ ወጀል ኣውሳሁም ብሰላት ወሊሃ ነቢ ምና ኣንብያ ዒሳ ዓለይሂ ሰላም እንታይ ይብል ማለት እዩ ወጃዓለኒ ሙባረከን ኣይነማ ኩንቱ ወኣውሳኒ ብሰላቲ ወዘካቲ ማዱምቲ ሓያ እዘን እምበኣረይ ረቢ ስብሓን ወተዓላ ዝኣዘዞን ወይ ድማ ወስያ ዝሃቦን ሰላት ከም ዝኾነ ይርድኣና ማለት እዩ ወልዛሊክ ኣንብያ ኩላቶም እንታይ ነይሮም ማለት እዮም ሰገድቲ ኮይኖም ነቶም ኣትባዕ ናቶም ነቶም ተኸተልቶም ድማ ብሰላት ይዋሰይዎም ነይሮም ማለት እዮም

እዘን ብምንታይ ወሲያ ይህቡ ነይሮም ብምንታይ ይምዕዱ ነይሮም እተ ተባሂሉ ብሰላት ምክንያቱ ሰላት እዩ ናብ ረቢ ስብሓን ወተዓላ ከቕርበካ ዝኽእል ሰላት እዩ ካብ መንገዲ ክሕደት ናብ መንገዲ ቕንዕና ክመርሓካ ዝኽእል ማለት እዩ ወልሊክ ኣላሁ ዘ ወጀል ኣሚረ ነብዮ ለ ሰላት ወሰላም እንታይ ኢለዎም ወእሙር ኣህለካ ብሰላ ወስጠቢር ዓለይሃ ላ ነስኣሉካ ርዝቀን ናሕኑ ነርዙቁካ ወልዓቂበቱ ልተቅዋ እዘን ሰላት ንክእዝዙን ሰላት ንክሰግዱን ኣላሁ ስብሓን ወተላ ኣብ ሰላት ዘሎ ምክትታል ሓያል ፃዕሪ ክገብሩን ተኣዚዞም ማለት እዮም ወልሊክ ኣነቢ ለ ሰላት ወሰላም ወስያ ይህቡ ነይሮም ብሰላት ማለት እዩ ወሊዛሊክ ነቢይና ሙሓመድ ዓለይሂ ሰላቱ ወሰላም ኣብቲ ናይ መጨረሻ ህይወት ናቶም ወይ ድማ ኣብቲ መጨረሻ ናብ ረቢ ስብሓነሁ ወተዓላ ክኸዱ ከለዉ እታ ዝላበዋ ዝነበሩ እንታይ ነይራ ኣሰላት ኣሰላት ዝብል ነይሩ ማለት እዩ ሕድርኹም ሕድርኹም ብሰላት ይብሉ ነይሮም ወሊዛሊክ ከምኡ ስለ ዝኾኑ ሰሓበት ነቢ ዓለይሂ ሰላቱ ወሰላም ከምኡ እውን ታብዒን ከምኡ ድማ ዑለማ ብዛዕባ ሰላት ኣቃልቦ ክንገብርን ክንዛረብን ድማ ኩላ ግዜ የተባብዓና ማለት እዩ እዚ ሰላት እዚ ደረጅኡ ዓብይ ስለ ዝኾነ ማለት እዩ። ወኩለል ኣንብያ ቡዒሱ ብሰላት ሰላት ተኣዚዞም ኩሎም ነብያት ማለት እዮም። ወሊዛሊክ እንተ ኣብ ሲራ ናይ ኣንብያ እንተ ርኢኻ ኣላሁ ስብሓን ወተዓላ ብምንታይ ይእዝዞም ነይሩ ብሰላት ይእዘዙ ነይሮም። ወሊዛሊክ ኣላሁ ዓዘ ወጀል እንታይ ኢሉ ኡላኢከ ለዚነ ኣንዓመ ኣላሁ ዓለይህም

ይሰግዱ ከም ዝነበሩ በዚ ይበርሃልና ማለት እዩ እዚኦም ኩላቶም እዚኣቶም ኣንብያ እዮም ላኪን ረቢ ስብሓን ወተዓላ እቲ እሳቶም ሓሊፎም ብድሕሪኦም ዝትክእዎም ካብ ሰላት ከም ዘጉድሉ እንታይ ኢሉ ፈኸለፈ ምን ባዕድህም ኸልፉን ኣዳዑ ሰላት ወተባዑ ሸሃዋት ንሶም ምስ ሓለፉ ንዖም ዝተክእዎም ግን ሰላት ኣጥፊኦም ኣዳዑ ሰላት ወተበዑ ሸሃዋት ቃሕታ ነፍሶም ዝኽተሉ ዝኾኑ ኢሉ ፈሰውፋ የልቀውና غያ ኢሉ ኣብ ሓዊ ጀሃንም ውን ከም ዝኣትው ውን ገሊጹልና ማለት እዩ ኢዘን ፈልኣንብያ ቡዒሱ ብሰላት ብሰላት ተኣዚዞም ማለት እዮም ቁርን ክቕራእ ከሉ እንታይ ይገብሩ ነይሮም ኸሩ ስጀዳ ስጁድ ነይርዎም ማለት እዩ ወልሊክ እንተ ደኣ ርኢና ኣንብያ ኣብ ሰላት ዝነበሮም ኣንብያ ናብ ረቢ ስብሓንሁ ወተዓላ ሓታ እቲ ቅርፂ ናይ ሰላት ከይተረፈ ከምዚ ናትና ዓይነት ከም ዝነበረ ዘብርህ ብዙሕ ነገራት ኣሎ ማለት እዩ ወልዛሊክ ነቢና ሙሓመድ ዓለ ሰላት ወሰላም እንታይ ኢሎም እና ማዕሸረ ኣንብያ ኡሚርና ኣን ኑዓጅል ኢፍጣርና ወኑኣክር ስሑርና ወነድዓ ኣይማንና ዓላ ሸማኢለና ፊ ሰላት ኢሎም

ክትስሕር ከም ዘለካ ድማ ሲ ኩላትና ኣንበያእ ተኣዚዝና ምስ በሉ ነቢና መሓመድ ዓለይሂ ሰላቱ ወሰላም ዳሕራይ እንታይ ኢሎም ከምኡ ድማ ኣብ ሰላት ስኒ የማናይ ኢድና ኣብ ልዕሊ ጸጋማይ ኢድና ንኸነንብር ስኒ ተኣዚዝና ይብሉ ነቢና መሓመድ ዓለይሂ ሰላቱ ወሰላም እዘን ነቢያት ብምንታይ ከም ተኣዘዙ ንርዳእ ማለት እዩ ብሰላት እዛ ሰላት እዚኣ እምበኣረይ ንኣንብያእ ቀዳሞት ዝነበሩ ድተኣዘዝዎ ንሕና ድተኣዘዝናዮ ወስያ ናይ ረሱል ዓለይሂ ሰላቱ ወሰላም ድኣዘዙና ስለ ዝኾነ ኣብ ሰላት ዘለና ኣቃልቦ ደረጃ ናይ ሰላትን ያኒ ዕብየት ናይ ሰላትን ዝያዳ ክንፈልጦ ይግብኣና ማለት እዩ ወሊዛሊክ ኣብ ሰሒሕ ሙስሊም ነቢይና ሙሓመድ ዓለይሂ ሰላቱ ወሰላም እንታይ ኢሎም መረርቱ ዓላ ሙሳ ወሁዋ ዩሰሊ ዓላ ቀብሪ ኢሎም ኣላሁ ኣክበር በቲ ናይ ሰይድና ሙሳ ዘለዎ ቀብሪ ብኡ ሓሊፈ ስኒ ክሰግዱ ያኒ ሰይድና ሙሳ ይሰግዱ ነይሮም ኢሎም ነቢ ዓለይሂ ሰላቱ ወሰላም ኢዘን ኣልኣንቢያ ይሰግዱ ከም ዝነበሩ ማለት እዩ ከረድኣና ዘ ብሓደ ደ ወሸነኽ ድማ ኣብ ሳሒሐይን ዘሎ ድማ ኣነቢ ዓለ ሰላት ወሰላም እንታይ ኢሎም ኣፍደሉ ሰላት ሰላቱ ዳውድ ኢሎም እታ ዝበለጸት ሰላትኒ ሰላት ናይ ዳውድ እያ ይብሉ ነቢና ሙሓመድ ዓለ ሰላት ወሰላም እዘን ሰላት ይሰግዱ ከም ዝነበሩ ኣንብያ እውን ከይተረፈ ንርዳእ በዚ ማለት እዩ ወልዛሊክ ኣነቢ ዓለ ሰላት ወሰላም ኣብ ለይለት ልእስራ ወልምዕራጅ ብበይተልመቅዲስ ገይሮም ምስ ሓለፉ ኣላሁ ዓዘ ወጀል ብቁድረትሂ ወሕክመትሂ ኩሎም ኣንብያ ኣኪብሎም ማለት እዩ ኣነቢ ዓለ ሰላት ወሰላም ኢማም ኮይኖም ኣስጊዶሞም ማለት እዮም ወልዛሊክ ምስ ረሱል ዓለ ሰላት ወሰላም ክሰግዱ ከለዉ ከምቲ ረሱል ዓለ ሰላት ወሰላም ዝሰገድዎ ሰጊዶም ኣለዉ ማለት እዮም ምክንያቱ ነቢና መሓመድ ዓለ ሰላት ወሰላም እንታይ ኢሎም ኢነማ ጁዒለ ልኢማም ልዩእተማ ብሂ ፈላ ተክተሊፉ ዓለይህ ኢሎም ኢዘን ኣነቢ ዓለይሂ ሰላቱ ወሰላም ኣመሁም ወሰሉ ኸልፈሁ ኢዘን እቶም ኣንብያ ከይተረፉ እቲ ዝዓበየ ናብ ረቢ ስብሓን ወተዓላ ዘቀራርብ ሰላት ስለ ዝኾነ ይሰግዱ ነይሮም ማለት እዮም ወነቢ ዓለይሂ ሰላቱ ወሰላም እውን ኣዚዞምና ኣብ መጨረሻ ህይወቶም ን ብሰላት ወስያ ሂቦም ማለት እዮም ኢዘን ኣንብያ ዝሰግዱ ከም ዝነበሩ ነቢ ዓለይሂ ሰላቱ ወሰላም ኣብ መጨረሻ ናይ ዕድሚኦም ውን ብሰላት ካብ ኣዘዙ ከምኡ ውን ሓታ መላኢካ ከይተረፉ ይሰግዱ ምዃኖም ረቢ ስብሓን ወተዓላ ወይ ኣብ ሓዲስ ከም ስለ ክግለጸልና እንከሎ እዚ ሰላት ስኒ ደረጃ ናቱ ዕብየት ናቱ ዓብይ ምዃኑ ይበርሃልና ማለት እዩ ወሊዛሊክ ሓታ መላኢካ ከይተረፉ ከም ዝሰግዱ ኣነቢ ዓለይሂ ሰላቱ ወሰላም እንታይ ኢሎም

ኣልዕሻ ኣስጊድዎም፣ ሓሙሽተ ወቕቲ ስጊድዎም፣ ንጽባሒቱ መጺኡ ድማ ኢማም ኮይኑ ንረሱል ዓለይሂ ሰላቱ ወሰላም ኣብታ መጨረሻ ወቕቲ ናይ ሰላት ኣስጊድዎም፣ ዙህሪ ኣብታ መጨረሻ፣ ዓስሪ ኣብታ መጨረሻ፣ ኣልዕሻ ከምኡ ድማ ኣብቲ መጨረሻ ናይ ወቕቲ እውን ኣስጊድዎም ንረሱል ዓለይሂ ሰላቱ ወሰላም። ዳሕራይ እንታይ ኢልዎም? እምበኣሪ ወቕቲ ናይ ሰላት ኣብ መንጎ እዚ ክልተ እዩ ኢሎሞም። ብማዕና ሰላት ዙሁር መጀመሪኡን መጨረሽኡን ወቕቲ ከስግዶም ከሎ እዚ እቲ ወቕቱ እዩ ኣብዚ መንጎ እዚ እንተ ሰጊድካዮ ኣብቲ ወቕቱ ትሰግዶ ኣለኻ ማለት እዩ እዘን እዚ እንታይ ይረዳእና ማለት እዩ ጅብሪል ለ ሰላት ወሰላም ንረሱል ለ ሰላት ወሰላም ካብ ኣስገዶም ከምቲ ናትና ሰላት መላእካ ከይተረፈ እውን ከም ዝሰግዱ ማለት እዮም ወሊሃ

ከመይ ኢሎም ደኣ ሰፍ ናቶም ይገብሩ ኢሎም ምስ ሓተትዎም ንረሱል ዓለ ሰላት ወሰላም ኢሎሞም ዩቲሙነ ሰፍ ፈልኣወል ፈልኣወል እቲ ቀዳማይ መስርዕ ምስ መልአ ሽዑ እቲ ካልኣይ ይመልኡ እቲ ካልኣይ ምስ መልአ ኣብቲ ሳልሳይ ይኸዱ ኢሎሞም ኣነቢ ዓለ ሰላት ወሰላም እዘን እዚ እንታይ ይረድኣና ማለት እዩ ሓታ መላኢካ ከይተረፈ ይሰግዱ ማለት እዮም እዘን ሰላት ደረጅኡን ዕብየቱን ዓብዪ ምዃኑ ይርድኣና ማለት እዩ በል ኣነቢ ዓለ ሰላት ወሰላም እንታይ ኢሎም ኣጠቲ ሰማ ኢሎም ወሑቀ ለሃ ኣን ተኢጥ ኣጠት ማለት ድምጺ ድምጺ ዓይነት ክትሰምዕ ከለኻ ኣጣ ይበሃል ብዓረብ ማለት እዩ ብቛንቋ ዓረብኛ እዘን ሰማይ ስኒ ድምጺ ኣስሚዓ ያኒ ብርቱዕ ያኒ ድምጽዕ ማለት እዩ ብምንታይ ማለት እዩ ብክብደት ናይ መላኢካ በቲ መላኢካ መሊኦሞ ደለዉ ማለት እዮም ሕጂ እንታይ ኢሎም ነቢ ዓለ ስላ ሰላም ኩሉ መላኢካ መሊኡ ኢሎም ሰማይ ማ ፊሃ መውድዕ ሽብር

እዚ ዓይነት እዚ ርኤ ኢሎም ኣነቢ ዓለ ሰላት ወሰላም እዚ ርኦም ኣነቢ ዓለ ሰላት ወሰላም ብዙሕ ነገራት ረቢ ስብሓን ወተዓላ ኣብ ኣርእዎም ንረሱል ዓለ ሰላት ወሰላም ነዚኦም ድማ ኣነቢ ዓለ ሰላት ወሰላም እንታይ ኢሎም ወላሂ ኢሎም ለው ተዕለሙና ማ ኣዕለሙ ለደሒክቱም ቀሊለን ወለበኪቱም ከራ ኢሎም ከምቲ ኣነ ያኒ ዝፈልጦ ትፈልጡ ነርኩም ተትኾኑ ስኒ ብዙሕ ምበኸኹም ነርኩም ቁሩብ ድማ ንምሰሓቕኩም ኔርኩም ኢሎም ማለት እዮም በል ኢሎም ወኸረጅቱም ኢለ ሰዓዳት ተጅኣሩና ኢለ ላሂ ተዓላ ኢሎም ኣብ ጎቦታት ወፂኹም ተርፋዑና ኣስዋተኩም ብልእስቲቃሳ ማለት እዩ ድምፅኹም ዓው ኣቢልኩም ያረብ ያረብ ኢልኩም ምለመንኩም ኔርኩም ኢሎም እዘን ሓታ መላኢካ ከይተረፉ ኣብ ሰማይ ዘለዉ ኩላቶም ብሓደ ተሰሪዖም ሰፊ ገይሮም ይሰግዱ ማለት እዮም ወሊዛሊክ ኣላሁ ዓዘ ወጀል እንታይ ኢሉ እነ ለዚነ ዕንደ ረቢክ ላ የስተክቢሩን ን ዕባደትሂ ወዩሰቢሑነሁ ወለሁ የስጅዱን ኢሉ እዘን እቶም መላኢካ ኣብ ሰማይ ዘለዉ ከይተረፉ ንረቢ ስብሓን ወተዓላ ይሰግድሉ ማለት እዮም እዘን እዚ እንታይ የረድኣና እንተ ተባሂሉ ሰላት ደረጅኡ ስኒ ዓብይ ምዃኑ መካና ናይ ሰላት ኣብ ቅድሚ ረቢ ስኒ ዓብይ ምዃኑ ደረጅኡ ይበርሃልና ማለት እዩ ወሊዛሊክ እንታይ ኢና ክንብል ንደሊ ማለት እዩ እምበኣረይ እዚ ሰላት እዚ ዕብየት ናቱ ደረጃ ናቱ ስኒ ዓብይ እዩ እሞ ንሕና ድማ ደለና ኣቃልቦን ደለና ኣስተምህሮን ኣብ ናይ ሰላት ድማ ዝዓበየ ክኸውን ኣለዎ ማለት እዩ ኣንብያ ኩላቶም እንታይ እዮም ነሮም እተ ተባሂሎም ሰላት ይሰግዱ ነይሮም መላእካ ኣብ ሰማይ ዘለዉ ኣብ ኩሉ ዘለዉ መላኢካ ንረቢ ስብሓን ወተዓላ ይሰግድሉ ሓታ እቲ ክሰግዱ ከለዉ ከመይ ዓይነት መስርዕ ገይሮም ከም ድሰግዱ ነቢይና ሙሓመድ ዓለ ሰላት ወሰላም ገሊፆምልና ማለት እዮም እዘን እዚ እንታይ የረድኣና ማለት እዩ እዛ ሰላት እዚኣ ናይ ብሓቂ ዕብት ከም ዘለዋ ክብረት ከም ዘለዋ ማለት እዩ ስለዚ ክቡር ሓወይ ክብርቲ ሓፍተይ ንሰላት ዘለና ኣቃልቦ ዓበይ ክኸውን ኣለዎ ተገዳስነት ዘለና ኣብ ሰላት እንዳ ዓበየ ክኸይድ ኣለዎ ማለት እዩ መላኢካ ንረቢ ስብሓን ወተዓላ ዝሰግዱ ብሉፃት ምሩፃት ዝኾኑ ወላ ሓንቲ ዘንቢ ዘይብሎም ንረቢ ስብሓን ወተዓላ ናብ ረቢ ብምንታይ ይቀራረቡ ኣለዉ ብሰላት ንሕና እውን ናብ ረቢ ስብሓን ወተዓላ እንተ ክንቀርብ ኮይና ሓጃ ዘለና ጉዳይ ዘለና ካብ ረቢ ስብሓን ወተዓላ እንተ ክንልምን ኮይና ብሰላት ኢና ክንቀርብ ዘለና ማለት እዩ ሰላት እንተ ዝሰግድ ኮይኑ ሓደ ሰብ ናብ ረቢ ዝቀረበ እዩ ዝኸውን ብፍላይ ድማ ኣብ ስጁድ ክትከውን ከለኻ እንተ ሰጊድካ ኣለኻ እሞ ብ ስጁድ ኮንካ ንረቢ ስብሓን ወተዓላ እተ ትልምኖ ኣለኻ ኮንካ ኣቅረብ ኢኻ ዘለኻ ማለት እዩ እሞ ኣልሓምድልላህ ረቢ ስብሓን ወተዓላ ዘቀራርብ ሰላት ሂቡና እንከሎ ናብኡ ዘቅርብ ንሕና ወላ ምስዚ ኩሉ ዘንብናን ምስዚ ኩሉ ጉድለትናን ኣላሁ ስብሓነሁ ወተዓላ ናባይ ክትቀርቡ እንተደኣ ደሊኹም ብሰላት ኢኹም ትቐርቡ እንተደኣ ኢሉናስ ነዚ ሰላት እዚ ከመይ ኢልና ክንሰንፍ ንኽእል ማለት እዩ። በል ኣብ ሰላት ዘለና ኣትኩረት ኣብ ሰላት ዘለና ኣቃልቦ ዝዓበየ እዩ ክኸውን ዘለዎ ማለት እዩ። ንሕና ኩላትና ሰብ ዘንቢ ኢና ማለት እዩ። ዘንብና ክቕፈረልና ንደሊ ኢና። ዘንብኻ ክቕፈረልካ እንተ ትደሊ ኮንካ ዘንቢ ብምንታይ ይቕፈር እንተ ተባሂሉ ብሰላት እዩ። ኩለማ ሰብ ሰላት ኣብዚሑ ኩለማ እቲ ዘንቢ ዝነበሮ እንታይ ይኾነሉ ማለት እዩ ይቕፈረሉ ማለት እዩ። የውም ኣልቅያማ ድማ እቲ ጸብጻብ ናትካ ድማ ፈኪስ ይኸውን እንተ በዓል ሰላት ኮንካ እንተ ሰላት ጉድለት ሃልዩኳ ኮይኑ ግን እንታይ ማለት እዩ ካሊእ ዝሰራሕካዮ ስራሓትካ እውን ጎደሎ እዩ ዝኸውን ማለት እዩ ወሊዛሊክ ኣላሁ ዓዘ ወጀል እንታይ ይብል ማለት እዩ የውም ኣልቅያማ ምስ ኮነ ፀብፃብ ምስ ተገበረ እንተ እቲ ሰላቱ ጎደሎ እንተ ኮይኑ እንዝሩ ሊዓብዲ ሃለሁ ምን ናፊላ ይበሃል ማለት እዩ እዚ ባርያይ ስኒ ሰላቱ ጎዲሉ ኣሎ ሱናታት ዝሰግዶ ዘብዝሖ ዝነበረ ኣለዎ ዶ ረኣይሉ እስከ ይበሃል ማለት እዩ ካብቲ ሱናታት ዘለዎ ሽዑ ይረኣይ ማለት እዩ እቲ ሱና ዝመጽዩ ድማ ነቲ ፈርድኻ ይመልኣልካ ማለት እዩ። ስለዚ ሰላት ዓቢ ደረጃ ስለ ዘለዎ ኣብ ሰላት ኣትኩሮት ክንገብር ይግብኣና። ወሰለላሁ ወሰለመ ዓላ ነቢይና ሙሓመድ።